ነቲ ኣካውንት ገይሮም ዝጥቀሙ ሰባት ኣለዉ። ናይ ብሉጽ ምብራህ ጽሑፍ ብቻ
ያ ሰላም ሰላም ጋይሽ ኩላትኩም ማለት እዩ እታ ናይ ዲያና ማንኤል ዝብለኩም ዘለኹ እዚኣ እያ ናተይ ናታን ይረኣ ኣሎ። ናተይ ናታን ስእሊ ኣለካ ብድያን ኣማኒኤል ብዙሓት ሰባት ኣለዉ ሳብስክራይ ዩቱብ ዘለዎም ስለዚ ነዚኣ ሳብስክራይ ግበርዋ ሓሙሽተ ስእሊ ኣለዋኣ ናተይ ናታን ስእሊ ዘእተየትን ነዚኣ ሳብስክራይ ግበርዋ ፕሊስ ሓዳሽ ቲክቶክ ሓዳሽ ዩቱብ እያ ክንደይ ፈለወር ኣለዋ ሚእትን ሓምሳን ኣርባዕተን ጥራይ እንታይ ዝበሃል ክትሓተኩም እያ ወዘሮ ቁስሕቦ ዘይብለይ ኦኬ ወዘሮ ዓርከይ ሶሪ እቶም ሰድኩምለይ ዘለኹም ሕጂ ንወፅእ ስለ ዝኾንና እምበር ከእትወኩም ደልየ ነይረ ኣባይ ናይቲ ናይ ዲያን ኣማኒኤል ኣብቲ ኢሜል ክትሓተኩም እያ እኔም በምተክላልኩ መወዳቱ ይጠፋል ኢሜል ክትሓተኩም እያ ናትኩም ኢሜል እትዋ ቢልኩም ኣብኣ ሳብስክራይብ ትገብርዋ ኣብታ ናታ ቲክቶክ ኣላ ስለዚ ኩላትኩም ሳብስክራይብ ኩላትኩም ሳብስክራይብ እምቢ ትበሉ በዓል ጋል ኣከለ ትብል ዘላ ሳብስክራይብ ግበሩ ተመኒኩም ዶ ባይዘወ ቻው እቶም ሰይድኩምለይ ዘለኹም ከዓ ሶሪ ምስ ሰናይ ይቕረታ ሕጂ ንወፅእ ስለ ዝኾና ኢንሻላ ወይ ፅባሕ ወይ ድሕሪ ፅባሕ ከዓ ክንመፀኩም ኢና ምፅና ንዕለኩም ኢና and በጃኹም ብዝተኻኣለ መጠን ካኣ ብዝተኻኣለ መጠን ሕማቕ ቪድዮታት ኣብ ዩቱብ ሸር ኣይትግበሩ ደቂ ዓበይቲ ኣብ ዩቱብ ሸር ኣይትግበሩ ሕማቕ ቪድዮታት ሸር ኣይትግበሩ ደሓን ትጥዑ እያ ነፍቂደልኩም እየ ጸገም ዘለዎ ከ ሕማቕ ቪድዮታት ግን ሸር ኣይትግበሩ እንጂ ንኣብነት ኣነ ሰኺረ ከለኹ ብቐዳማይ ሸር ኢልኩምኒ ብጣዕሚ ሕማቕ ይዛረብ ነይረ ኣነ ዘይፈልጦ ቃላት ይዛረብ ነይረ ስለዚ ናይ ኛኛ ጥራይ ትኹን ነቲ ሰብ ካሕለ ኢሉ ጽባሕ ንጎ ንሕናሲ እንታይ ከም ዘጋጥመና ንፈልጥና ምክንያቱ ፋሚሊ ድዩ ገለ ድዩ ፀቕጥታት ስለ ዝወርደና ዘሎ ዋላ ናይ ድያና ይኹን ዋላ ናተይ ይኹን ናይ ዝኾነ ሰብ በቃ ብሓፈሽ ናይ ዝኾነ ሰብ ሕማቕ ቪድዮታት ሸር ኣይትበሉ እቲ ፅቡቕ ፅቡቕ ሸር ኢልኩም እንተበላዕኹምሉ እንተሰተኹምሉ ግን ንዓይ ሓላል እዩ ዋላ ሓንቲ ፀገም የብሉ ንስኹም ከማን ትደኽምሉ ዘለኹም ንስኹም ከዓ ንዓና ኣኽቢርኩም ኣርእየና ይብሉ ንዓና ኣኽቢርኩም ምሳይ ኣይተረአና ሓፊራ እያ ባይዘወይ ሰሰናዩ ደቂ ዓበይቲ ቻው እዚ ግጥም ብዛዕባ ዮርዳኖስ ዶ ክትብል ትደሊ ብዛዕባ ዮርዳኖስ እና ዮርዳኖስ ከዓ ዮርዳኖስ ኣይትድከሚ ኦሮ ዳዕኒ ናይ ዱኒያ እየ ኣነ ብዙሓት ይጥምት ወይ ብዙሓት ይጥምታኒ ፋይናል ግን ናይ ሓንቲ ይኸውን ሓቀኛ ብዙሓት ክትጥምት ንሳ ከዓ ንግስቲ ልበይ ከየፍቀርኩ ከለኹ ዶ ንዓ ከየፍቀርኩ ከለኹ ዶ ኣይጥምት ነይረዎ ግን ኣየፍቀረን ኣይነበርኩን እንታይ ብዙሕ ትጥምት ኢልቲ ከፈራርሕ ዳ ክንዲ ዝንኸበለ ከረኽበኪ እንታይ መዓዝ ገጽካ ኣይተርእይወን በልወን ሓሪገት ፎስየ እዚኤን ዝኽብረን ኣይፈትዋን በልወን ደስቕወን በልወን ደስቕወን በቃ ኣኽብርወን ግን ገለ እንተኢለን በልወን እንታይ ክትገብሪ እንተ ርእየክኒ ኣጆኹ

ፅርግፍ ከይዳ በሉ ዳዋ ስቕ በልና ያታ ጆኪ ጆኪ ደቂ ዓበይቲ ባይዘወ ቻው ቻው ቻው ኩላትኩም ቻው ደቂ ዓበይቲ ብልቢ ጥራይ ክትፈቃር ኣለካ እምበር ዓዲ ይፈሊ ጎረቤት ኣይፈሊ ውራጃ ይፈሊ ዓሌት ኣይፈሊ ገለዶ ገለዶ ኣይትበሉና ኦንሊ ላቭ ብልቦም ኣፍቅሩ ብልብኹም ተፍቂርኩም ከኣ ንፍቕሪ መስዋእቲ ክፈልሉ። ፎር ኤግዛምፕል ዳዊት ሃይለ ወይ ከኣ ፋራ ዓሸራ ክትብሉኒ ውን ትኽእሉ ኢኹም ቢኮዝ ኣይ ሊቭ ኢን ሆላንድ በት ኣይ ፍላይ ቱ ጀርመን ኣሰይ ናው እሽግሊጉም

ዶ ኣይኮነን እዎ ብእንግሊሽ ኣቤት እንግሊሽ እሂታ ፈሊሐ እንዶ እንግሊሸይ እንግሊሽ ናተይ ብጣዕሚ ብጣዕሚ ባይታ ዘይዓልብ ባይዘወይ ድሕሪ ቻው እንዲ ናተይ ዕላል ዝቐፅል ኣታ ቻው ኣታ እንታይ ኣግዲዕኹምና ኣርእየና ናይ ኣብያ እኮ ዋት ኢዝ ኒው ብሮ ዋት ኢዝ ኒው ብሮ ኒው ፍልጭ ሓማ ዓርከይ ብዙሕ እዩ ናትካ ዩቱብ ንገረና

ጠቕሰለታ ኣብ ኣእቲኹም ሳብስክራይብ ክትገብሩ ትኽእሉ ኢኹም ኮንግራ ቴንኪዩ መዘከርታ ባይዘወይ ሰሰናይ ፊሊ ሓወይ ቴንኪዩ ቻው ባሕራይ ቻው በቃ ሰሰናይ ደቂ ዓበይቲ ቴንኪዩ እቶም ጊፍተራት ከዓ ሪስፔክት ዴቮ በሬ ኩላትኩም